ዓርክኻ መን ይፍለጦ? መጀመርያ ዕርክነት ማለት ትርጉሙ ምፍላጥ ኣገዳሲ እዩ። ዕርክነት ንሓደ ሰብ ኩሉ ባህርያቱ፣ ጠባያቱ ፈሊጥካ ይሰማማዓኒ'ዩ ብምባል መማኽርትኻ ክኸውን ትመርጾ ሰብ እዩ። ዕርክነት ዝብል ሓረግ ቃል ኣብ ክልተ ክትከፍሎ ይከኣል እዩ። ሕጂ እቲ ዓርከይ ትብሎ ዘለኻ፣ ሰብ ካበየኖት ምዃኑ ክትፈልጦ ኣለካ ዝብል ሓሳብ ሓሲበ ነዚ መልእኽቲ ዘሕልፎ ዘለኹ። ንወዲ ተባዕታይ ጥራይ ኣይኮነን ዝምልከት ንጓል ኣንሰይቲ እውን ይምልከት እዩ። እታ መማኽርትኺ መሓዛኺ ካበየኖት እያ ፍለጥያ። ሓቀኛ ዕርክነትን ናይ ይምሰል ዕርክነትን ኢልና ክንገልጾ ንኽእል ኢና ወይ ድማ። ጽቡቕ ዕርክነት ወይ ከኣ ሕማቕ ዕርክነት ኢልና ክንገልጾ ንኽእል ኢና። እቲ ሓቀኛን ጽቡቕን ዝበሃል ዕርክነት ካብ ሓልዮት፣ ምትሕግጋዝ፣ ዝተበገሰ ስለ ዝኾነ፣ ንውሽጣዊ ሰላም ዘዕርፍ፣ ንጸገማትካ ቀንጢጡ ሰላም ዝህብን ክብደትካ ዘፍኩስ እዩ። እቲ ናይ ይምሰል ሕማቕን ዕርክነት ከኣ ካብ ትግምቶን ትጽበዮን ዝኸፍኤ እዩ። ካብ ጥቕምታቱ ግድኣቱ፣ ካብ ሓጎሱ ሓዘኑ፣ ካብ ናጽነቱ ጽበቱ'ዩ ዝበዝሕ። ከምኡ'ውን ነቲ ኣለኒ ትብሎ ትፈትዎን ዝነበርካ ጽቡቕ ልምድታትካ ከምኡ'ውን ባህርያትካ በቶም ዝመሰረትካዮ ዕርክነት ይጠፍእ። ዓርክኻ መስተ ዝፈቱ እንተኾይኑ ክጸልወካ'ዩ፣ መስተ'ውን ክትሰቲ ክትጅምር ኢኻ። ዓርክኻ ዝሙት ዝፈቱ እንተኾይኑ ክትዝሙ ክትጅምር ኢኻ። ዓርክኻ ተጻራፊ እንተኾይኑ ክትጻረፍ ክትጅምር ኢኻ። ዓርክኻ ሕሜት ዝፈቱ እንተኾይኑ ክትሓሚ ክትጅምር ኢኻ። ኣቦታትና ክምስሉ ከለዉ መን ምዃንካ ክነግረካስ ምስ መን ከም ትኸይድ ንገረኒ ይብሉ ነይሮም። ኩሉ ግዜ ዓርክኻ ይጸልወካ'ዩ እሞ ንዓርክኻ ወይ ንመሓዛኺ መን ምኻኖም ፍለጥዎም። ጥበበኛ ሰሎሙን ከምዚ ይብለና'ዩ ምስ ጠቢባን ዝመላለስ ጠቢብ ይኸውን ምስ ዓያሹ ዝመሓዞ ግን ሕሱም ይኸውን። ምሳሌ ምዕራፍ ዓሰርተ ሰለስተ ፍቕዲ ዕስራ ክብል ዕርክነት ወይ ድማ ምሕዝነት ከምጽኦ፣ ክጸልዎን ዝኽእል መዘዝ ከቢድ ምኻኑ ይገልጽ እዩ። ስለዚ ዓርክኻ ጽቡቕ ዝፈቱ እንተኾይኑ ኩሉ ግዜ ጽቡቕ ኢኻ ትፈቱ፣ ዓርክኻ ሕሕማቑ እንድሕር ዝፈቱ ኮይኑ ሕማቕ ኢኻ ትፈቱ። ሃዋርያ ጳውሎስ ብዛዕባ ዕርክነት ከምዚ ይብል ኣይትታለሉ ሕማቕ ዕርክነት ንጽቡቕ ልማድ የጥፍኦ እዩ፣ ቀዳማይ ቆሮንጦስ ምዕራፍ ዓሰርተ ሓሙሽተ ፍቕዲ ሰላሳን ሰለስተን ኩሉ ግዜ ዓርክኻን መሓዛኻን ኣጸቢቕካ ክትፈልጦ ምስትውዓል የድልየካ እዩ። ኣስተውዕል ኣስተውዕሊ፣ ዓርክኻ ወይ መሓዛኺ ጽዩፍ ዝኾነ ሕማቕ ልምድታት እንተ ሃልይዎም፣ ናብ ዘይሓሰብካዮ ሓጢኣትን ክፉእ ነገራትን ስለ ዝእትዉኻ፣ ኣቐዲምካ ሕማቕ ባህርያቶምን ልምድታቶምን እንተ ፈሊጥካዮ ብቕልጡፍ ካባኻ ክርሕቑ ክትገብር ኣለካ። ከምዚ ክትገብር እንተ ዘይክኢልካ ንስኻ ወይ ንስኺ ንነብስኻ ጥቕሚ ከም ዘይብሎም ይእምንካ ክትርሕቖም ኣለካ። ምሳኻ ክራኸቡ ከለዉ ምስጢር ናይ ካልኦት ሰባት ዘዕሉልኻ እንተ ኾይኖም እቲ ንስኻ ኣሚንካ ዘዕለልካዮ ምስጢርካ'ውን ንኻልኦት ከም ዘዕልልዎ ኣይትዘንግዕ፣ ኣይትዘንግዒ። ስለዚ ሓንቲ ቃል'የ ክብለካ ዝደሊ፣ ንሳ ኸኣ ዓርክኻ መን'ዩ ፍለጦ፣ ከመይ ባህርያቱ፣ እንታይ ዓይነት ልምደታት'ዩ ዘለዎ፣ ንስኺ'ውን መሓዛኺ መን'ያ ፍለጥያ፣ እንታይ ዓይነት ባህርያት'ዩ ዘለዋ፣ ከመይ ዓይነት ልምድታት'ያ ትውንን፣ ካብ ናብ ዕብዳን ናብ ቅድስና፣ ካብ ናብ ቤት ሰይጣን እንዳ መስተን ባራትን ናብ ቤተ ክርስቲያን ቤት እግዚኣብሔር ዝመርሑ ኣዕሩኽ ክትሕዙ ምእንቲ ንዓርክኻ ወይ ንመሓዛኺ ኣቐዲምካ ፍለጡን መርምሩን። ጽቡቕ ልምድታት ዘለዎም እንተኾይኖም ሰዓብዎም፣ ሕማቕ ልምድታት እንተልይዎም ድማ ከይብክሉኹም ከለዉ ክትዕርይዎ ፈትኑ። ዘይከኣለኩም እንተኾይኑ ከኣ ነብስኹም ኣድሕኑ። በቃ! ርሓቕዎም ክብለኩም እየ ዝፈቱ። ጸሓፊ፣ ፊሊ ወዲ ባርጁ።